ብስሚላህ ወልሓምዲሊላህ ወሰላቱ ወሰላም ዓላ ረሱሊላህ ሰለላሁ ዓለይሂ ወሰለም ብመጀመርያ ኣሰላሙ ዓለይኩም ወራህመቱላሂ ወበረካቱ ናይ ሎማዓንቲ ሳልሳይ ኣርእስትና ብልጫታት ናይ ዘካት ምውፃእ እንታይ እዩ ዝብል ክኸውን ኢንሻላህ ልክዕ እዩ ኣብ ቁርኣንን ሱናን ዘካት ከም ሰደቓ ትፅዋዐ እቶም ሰደቓ ድማ ግዴታውን ወለንታውን ተባሂሎም ኣብ ክልተ ይምቀሉ። ናይቲ ፈርዳዊ ሰደቓ ኣጅሩ ዝዓበየ እኳ እንተኾነ ብሓፈሻ ግን ኩሎም ዓይነት ሰደቓታት ነናቶም ኣጅሪ ነናቶም ዋጋ ኣለዎም። ሰደቓ ሓደ ካብቲ ጽቡቕን ምዕሩግን ባህርያት ናይ ኣስላማይ እዩ። ነቲ ዘለካ ምስ ዘይብሉ ተኻፊልካ ምብላዕ ዓቢ ኣጅሪ እዩ። ሰደቓ ካብቲ ንገዛእ ርእስኻ ምንባርን ንነገራት ምድላብን ዝብል ዕሽነት፣ ካባናን ናትናን ዘይኮነ መጻኢነት ውጹ ወይ ከኣ ውሑስ ምግባር ዝብል ጌጋ ወይ ግጉይ ኣተሓሳስባ ክንላቐቕ ድማ ይሕግዘና። ካብቶም ብልጫታት ናይ ሰደቓ ኣብ ቁርኣንን ሱናን ዝተዘከሩ ሓደ ሓደ ክንብል። ቀዳማይ፣ ትእዛዝ ናይ ኣላሁ ሱብሓነሁ ወተዓላ ከምኡውን ትእዛዝ ናይ ረሱል ሰለላሁ ዓለይሂ ወሰለም ምኽባር ንባዕሉ ዓቢ ሓበን እዩ፣ ዓቢ ተውፊቕ እዩ፣ ምኽንያቱ ኣብ የውመል ቂያማ ሸራፍ እምነት ሒዝካ ኣይትቐርብን። ካልኣይ ከምቲ ንጉሁር ሓዊ ማይ ዘጥፍኦ ንድኻ ዘካት፣ ሰደቓ፣ ምሃብ ድማ ንዘንብኻን ንጌጋታትካን የጽንቶ። ሳልሳይ የውመል ቂያማ ነፍሲ ወከፍ ሰብ ክሳዕ። ፍርዱ ዝወስድ ኣብ ትሕቲ ጽላል ዝተሰደቖ እዩ ዘጽልል ከምቲ ነብይና ሙሐመድ ሰለላሁ ዓለይሂ ወሰለም ዝበልዎ ኩሉ እምሪኢን ፊ ዚሊ ሰደቐትሂ ሓታ ዩቅዳ በይነ ናስ ኣው ከማ ቃለ ዓለይሂ ሰላቱ ወሰላም ራብዓይ ኣብ ሞንጎ ርኹብን ስኡንን ዘሎ ርክብ ይድልድል ካብ ብጎቦ ዓይኒ ምርኣኣይ ምፍጣጥ ድማ የርሕቕ ሓሙሻይ ንነብስኻ ኩሉ ናተይን ኩሉ ንዓይን ዝብል ስሱዕ ኣረኣእያ ብቅን እንታይ ትኸውን ተድሕን ኣለኻ ማለት እዩ ሻድሻይ ትሕዝቶኻ ይብርክት ገንዘብካ ኣብ ቁምነገር ክውዕል ድማ ኣዝዩ ይሕግዝ ሻውዓይ ሓደ ካብቶም ዓበይቲ ጀና ናይ ምእታው ኣፍደገ ወይ ዕድል የርሕው ሻሙናይ ቁጠባ ናይቲ ሕብረተሰብ ክንቀሳቐስ ይሕግዝ፣ ምኽንያቱ እቶም ሃፋትም ገንዘብ ምስ ዓደሉ እቶም ድኻታት ናብ ዕዳጋ ወሪዶም ይሽምቱ፣ ይዕድጉ፣ ብተዘዋዋሪ እቲ ገንዘብ ኣብ ጁባ ድኻ ዝነበረ ናብ ካሳ ሃብታም ይምለስ ማለት እዩ። ስለዚ እቲ ስዩላ ይንቀሳቐስ ኣሎ። ታሽዓይ ድኽነት የጉድል፣ ምዕቡል ሕብረተሰብ ናይ ምፍጣር ዓቕሚ እውን የሕይል። ዓሽራይ ብሓፈሻ ዘካት ምውጻእ፣ ሰደቓታት ምብዛሕ፣ ገንዘብካ ሰራቒ ኣብ ዘይረኽቦ፣ ነቐዝ ኣብ ዘየባላሽዎ ሰፈር ምዕቋር'ዩ ዝቑጸር። ሃዛ ወላሁ ኣዕለም ወሰለላሁ ዓላ ነቢይና ሙሓመድ ወዓላ ኣሊሂ ወሳሕቢሂ ወሰለም ኣብ መበል ራብዓይቲ ንኡስ ኣርእስቲ ዘካት ዘየውጽኡ እንታይ ዓይነት መቕጻዕቲ ይጽበዮም ኣሎ ክንርኢ ኢና። ወሰላሙ ዓለይኩም ወራሕመቱላሂ ወበረካቱ።